ሰበር ሰበር ዜና እየ ክነግረኩም እዚ ዝካየድ ዘሎ ሓገዝ ንሕንፃፅ ንህዝብና ክሳብ ሕጂ ተኣምር ይቕፅል እዩ ዘሎ ከምዚ ትርእይዎ ዝኒኤኹም ሓውና ሰልጠነ ምስ ኣሕዋቱን ምስ ብፆቱን ኮይኑ ክሳብ ሸውዓተ ሽሕ ደላር በፂሑ ኣሎ ከምኡ እውን ላይፍ ወፂኦም ክተኣኻኸቡ ከም ምዃኖም ኣብዚ ናቱ ገፅ ፌስቡክ ኣካውንቲ ሓቢሩ ኣሎ ክቕፅል እዩ እቲ ሰበር ዜና ከምዚ ትርእይዎ ዝኒኤኹም እውን ሰማንያን ክልተን ሽሕ ብማሕበር ስላሰ ዝተኣከበ ሓውና ሃፍቶም ኣሰባሲቡ ዝለኣኾ ገንዘብ ሰማንያን ክልተን ሽሕ ደረሰን ሊእክልናን ኣታውን ኮይኑ ኣሎ። ጋና ኣይወዳእኩን ይሕዋተይ ሓፍትና ኣብ ስዑዲ ዓረብ ትቅመጥ ከም ትሪእዋ ዝኒኦኹም እዛ ሓፍትና እዚኣ እውን ዕስራን ሓሙሽተን ሽሕ በቲ ዘለዋ ዓቅሚ ንህዝቢ ሕንጻጽ ሓጊዛ ኣላ ኣረ ኣይወዳእኹን ጋና እዩ ዘሎ ከም ትሪእዎ ዝኒኦኹም እዞም ይሕዋትና እዚኦም እውን ኣብ ካሊእ ብዙሕ ሓገዝ ገይሮም እዮም ሕጂ እውን ኣይነቋርጽን ኢሎም ብዙሕ ኣብ ዕጽዋን ክባን እውን ድምጺ ህዝቢ እንዳኾኑ ዝመጹ ይሕዋትና እዮም ሕጂ እውን ዕስራን ሓሙሽተን ሽሕ ሓገዝ ንህዝቢ ሕንጻጽ ገይሮም ኣለው ገና ክቅጽል እዩ ሕጂ ውን ኣይወዳእኩን ትሪእዋ ዝኒኤኹም ራዶየ ሓፍትና ውን ዒስራ ሽሕ ኣታዊ ጌራ ኣላ ደሰ ይብልን ብጣዕሚ እምበር ደስ ይብል ይሕዋተይ ሕጂ ውን እቲ ዜናን እቲ ታኣምርን ዳቀጸለ እዩ ወዲ በላይ ሓውና ከም ትሪእዎ ዝኒኤኹም ኤርትራውያን ይሕዋቱ ኣሰባሲቡ ኣብ ጉሩብ ማለት እዩ ክሳብ ሕጂ ሰለስተ ሚእቲ ሽሕ ኣኪቦም ኣለዉ ንህዝብና ሕንጻጽ ንክላኣኽ ማለት ዩ ከምኡ ውን ከም ትሪእዎ ዝኒኤኹም ኣብ ቲክቶክ ትፈልጥዎ ሓውና መለይ ኤርትራዊ ሱሳ ሽሕ ሓገዝ ኣበርክቶ ንህዝቢ ሕንጻጽ ጌሩ ኣሎ ገና እዚ ሰበር ዜና እዚ ክቅጽል ዩ ኣብ ወዲ መምህር ሓውና በዛዕባ ሕንጻጽ እንታይ በለ መቸም ንወዲ መምህር ሓውና ትካታተልዎ ተኾንኩም ወዲ መምህር ሓውና ኣብ ሾሻል ሚድያ እዚ ዘሕልፎም ቁምነገር ዝኾኑ ቃላት ንወዲ ሰብ ሃናጺ ዝኾነ ብመረዳእታ ጌሩ ኣምጺኡ ንወዲ ሰብ ዘረድእ ብቑዕ ዝኾነ መንእሰይ እሞ ሕጂ ደሞ ብዛዕባ ህዝብና ሕንጻጽ ብዛዕባ ህዝቡ ተገዲሱ እንታይ በለ ናብቲ መልእኽቲ ከብለኩም ሓቢርና እስኪ ንስማዮ። ሰላም ከምዚ ክንሪኦ ቀኒና ዘለና ሲ ኣብ ሕጻ ዝርከብ ህዝቢ ብሰንኪ ዓጸቦ ግዳይ ሞት ኸውን ከም ዘሎ ዳርጋ ኩላትና ፈሊጥና ኣለና ኣነ እኳ ክሳብ ሕጂ ነቲ ቪድዮታት ከይርእዮ ዳርጋ ሓንጊደን እየ ዘለኹ እቲ ዝረእኽዎ ስእልታት ጥራይ ግን ኣዝዩ ልቢ ዝሰብር እዩ መሳኪን ኣቦታትን ኣዴታትን ኣብ ከም ዝበለ ሃለዋት ክወድቁ ህፃናት ከዓ ብጥሜት ኣዕፅምቲ ጥራይ ተሪፎም ክትርኢ ናይ ብሓቂ ብዓይነይ ክሳብ ክንዲ ዝኸደ ሕሰም ክርኢ ሓሲበ የፈልጥነ ብዝኾነ ድንጋጸ ወይ ርህራሀ ማለት ሲ ንስቃይ ካልኦት ሰባት ኣብ ቦታኻ ኣቲኻ ምርኣይ ማለት እዩ። ወላዲት ብጥሜት ክትሳቀ ክትርኢ እንከለኻ ነዴኻ ኢኻ ትዝክር። ነዴኻ ኣብ ቦታ ኣቲኻ ክትሪኣ እንከለኻ ኸኣ እዚ ትርኢት እዚ ሲ ምተጻወርክዎ ዶ ኢልካ ኢኻ ትሓስብ። ህጻን ቆልዓይ ብኢዱይ ብእግሩ ኣብ ከምዚ ዓይነት ዓጸቦ ወዲቁ ክትርኢ እንከለኻ ኸኣ ውላደይ ኣብ ከምዚ ወዲቁ እንተዝርኢ ሲ እንታይ ምገበርኩ ኢልካ ኢኻ ትሓስብ። ሕጂ ነዚ ምስሊ እዚ ኣብቶም ብቀረባ ትፈልጦም ስድራቤትካ ኣቲኻ ክትሪኦ እንከለኻ ክሳብ ክንደይ ዘቃጽልን ዘሕርርን ምዃኑ ሕሰቦ። ኣየደቅስን ጥራይ ዘይኮነ ኣየተስእን እዩ እውን። ስለዚ እዚ ስምዒት እዚ ወይ ከኣ እቲ ቃንዛ ናይ ካልኦት ሰባት ክንርዳእ ንኽእል ምዃንና እንድዩ ሰባት ደቂ ኣዳም ዝገብረና፣ እታ ክንገብራ ንኽእል በብዓቕምና እንተሓጊዝና ከኣ ጽባሕ ንግሆ ካብ ድቃሳ ተሲኣ ትሓድር ስድራ ክትህሉ እያ። እቲ ንሕና ንገብሮ ምናልባት ክሳብ ክንድቲ ዓቢ ሓገዝ ዘይክኸውን ይኽእል እዩ። ነቶም ህይወት ንዘርኣሎም ዘለና ግዳያት ግን ህይወት ክሳብ ምሃብ ኢና ዓቢ ውዕለት ንውዕለሎም ዘለና። ስለዚ ብዝተኻእለና ኣቓልቦ ምሃብ ኣይንረስዕ እየ ክብል ደለ። ብዛዕባ እዚ ጉዳይ ግን እቲ ዘሕርቕ እንታይ ድዩ ይመስለኩም? ትዝክሩ ዶ ካብ ቀደም ቆልዑ እንከለናሲ ኣብ ቲቪ ወይ ከዓ ኣብ ጋዜጣ ንሪኦ ዜናታት ነይሩ። ኣብ የመን ክንዲ እዚ ህዝቢ ብዓፀቦ ጠፊኡ፣ ኣብ ኣፍጋኒስታን ኩናት ተወሊዑ፣ ኣብ ናይጀርያ ግብረ ሽበራ ተፈፂሙ፣ ወሽመጥ ቃዛ ተደብዲባ፣ ኣብ ሶማልያ ክንዲ እዚ ሸሓት ብጥሜት ሞይቶም። እዚ ዜናታት እዚ ከም ደርፊ እናሰማዕናዮ ኢና ዓቢና። እቲ ዘሕዝን ግን ኣዕፀምቱ ዝረአ ህፃን ክንርኢ እንከለና ኣብ ሶማል እምበር ኣባና ዘጋጥም ኣይመስለናን ነይሩ። ኩናትን ብርሰትን ክንርኢ እንከለና ከዓ ንሕና ሓያላት ስለ ዝኾንና ናባና ዝበፅሕ ኣይመስለናን ነይሩ ምክንያቱ ንሕና ስልጡናት ኢና ንሕና ምዕቡላት ኢና ንሕና ንሕና ንሕና መወዳእታ ዘይብሉ ናይ ኣንነት ስምዒት ሒዝና ኢና ዓቢና ንሕና ግን ከም ህዝቢ ሳቬጃት ኢና ድሑራት ኢና ድሑራት ተዘይንኸውን ሰብኣውነት ኣብ ቅድሚ ዝሰርዕ ፖለቲካዊ ስርዓት መሃነፅና ህይወት ዜጋታት ህይወት ህፃናትን ኣዴታትን ዝከናኸን ትካላት መሃነፅና ነርና እዚ ጉዳይ ቲክቶከራት ተገዲሶም የቃልዕዎ ስለ ዘለዉ ኢና ንፈልጥ ዘለና እምበር ሃለዋት ነብሲ ወከፍ ኣብ ኤርትራን ኣብ ትግራይን ዘላ ስድራ ቤት ተመሳሳሊ እዩ ሃለዋት ናይቶም ኣብ መዓስከራት ስደተኛታት ዘለዉ ኤርትራውያን ዜጋታት ልክዕ ከምዚ እዩ ክንደይ ተተደፊኑ ዝሓድር ህዝቢ ከም ዘሎ ከዓ ዝፅብፅቦ ሰብ የለን እዞም ክልተ ማርክሳውያን ስርዓታት ግን ክድቅሱን ክትስኡን ኣብ ስልጣን ዘቐጽሎም ሽጣራታት ኣብ ምምሃዝ እዮም ዝነብሩ ዘለዉ ሕሉፍ ሓሊፎምሲ ነዚ ንሪኦ ዘለና ዓፀቦ ከማን ፖለቲሳይዝ ክገብሩ ኣይሓፍሩን እዮም ስለዚ ንሕናሲ ኣብ ኤርትራ ንሃሉ ብ ትግራይ ብዘየገድስ ወዮድ ኣብ ርያሊቲ የማንን ጸጋምን እናለኽዓና ኣይርድኣናን እዩ እምበር ንሕና ካብ የመንን ካብ ኣፍጋኒስታንን ካብ ሶማልያን ንድሕር ድሑራት ህዝቢ ኢና። ብፍላይ ከኣ እዞም መንእሰያት ባዕልና ንዘይፈጠርናዮ ሽግር ክንፈትሕ ዝተረገምና ዘይዕድለኛታት ወለዶ ስለ ዝኾንና ነዞም ዝሓለፉ ወለዶታት ጸራሪግና ራህዋ ክንፈጥረሉ ንኽእል መንገዲ ክነናዲ ኣለና። እንተዘይኮይኑ ሓደ መዓልቲ ክልተ መዓልቲ ምናልባት ሰለስተ መዓልቲ ተነጊፍካ ከኣ ኣርባዕተ መዓልቲ ጥራይ ኢኻ ክትደጋገፍ ትኽእል። መወዳእትኡ ግን ኩልኻ ምድጋፍ ዘድልየካ ኮይንካ ኢኻ ትተርፍ። ስለዚሲ እቲ ዓቢ ስእሊ ንርእ። ህይወት ልዕሊ ኩሉ ስለ ዝኾነት ግን ነዞም ኣብ ጸገም ዘለዉ ኣሕዋትና ከኣ ንደግፎም። Thank you።
መጀመርያ ንኹሉ ትገብሮም ነገራት ንደቂ ሰባት ሃነፅቲ ዝኾኑ ሓሳባት ናምፀኻ ብመረዳእታ ጌርካ ተረድኦ ግዜኻን ሰዓትካን ሰዊእኻ ንክተረድእ ትገብሮም ነገራት ከየመስገንኩ ክሓልፍ ኣይደልን እየ ንቲ ምሽክናይ ዝኾነ ህዝብና ድምፂ ዘይብሉ ድምፂ ስለ ዝኾንካዮ ብኡነት ብሽም ህዝቢ ትግራይን ብሹመይን ከመስግነካ ይደሊ ርግፀኛ እየ ብዙሓት ይሕዋትና እውን ነዚ ቪድዮ እዚ ምስ ረኣዩ ብኣኻ ብዝገበርካዮ ድምፂ ንህዝቢ ትግራይ ደስተኛታት ከም ዝኾኑ ብዘለኻዮ ዕድመን ጥዕናን ይሃብካ ምስ ቤተሰብካ ምስ ፋሚልኻ ምስ ደቅኻ ምስ በዓልቲ ቤትካ ብተረፈ ንኹላኹም ሰላም መዓልቲ ይግበረልኩም።

እዚ ሰበር ዜና እዚ ክቕጽል እዩ ኣብ ህዝቢ ሕንጻጽ ጠጠው ዝብል ኣይኮነን ኣብ ኩሉ መዓስከር ህዝብና እንዳዘርኩም ኣብ ትግራይ ዝኒኦኹም ቲክቶከራት ክትፍትሹ እዚ ሓገዝ ዝለኣኽ ዘሎ ደሞ ኣብ መዓልኡ ውዒሉ ህዝብና ደሰኛ ኮይኑ ከም ተርእዩና ርግጸኛ ብኣኹም ንተኣማመን ኢና ብዝተረፈ ብዘለኹሞ ሰላምታኹም ብዝሕ በለለይ ንትገብርዎ ውህብቶ ንትገብርዎ ኣብ ልዕሊ ህዝብኹም ሓሌትን ፍቕርን ከየመስገንኩ ክሓልፍ ኣይደልን እየ ብዘለኹሞ ሰላምታኹም ብዝሕ በለለይ ላቢ ሰማይ ቻው